ይቕሬታ ምሕታት ብዘሎ መሪርን ነድርን ኩራን ታዕታዕን ጸርፍን ምስ ኩሉ ክፍኣት ዘበለ ካባኻትኩም ይርሓቕ። ግናኸ ከምቲ ኣምላኽ ብክርስቶስ ይቕረ ዝበለልኩም ንሓድሕድኩም ተለዋሃትን ተደናገጽትን ኮይንኩም ይቕረ ተበሃሃሉ። ብጻይካ ፍቶ ጸላኢኻ ጽላእ ከም ተባህለ ሰሚዕኩም ኣለኹም። ኣነ ግና እብለኩም ኣሎኹ፣ ጸላእትኹም ፍተዉ፣ ንዚረግሙኹም መርቑ፣ ውሉድ እቲ ኣብ ሰማይ ዘሎ ኣቦኹም ምእንቲ ኽትኰኑ፣ ንሱ ንኽፉኣትን ንሕያዎትን ጸሓይ የብርቕ፣ ንጻድቃንን ንሓጥኣንን ድማ ዝናብ የዝንብ እዩ እሞ፣ ንዚጸልእኹም ጽቡቕ ግበሩ፣ ስለ እቶም ዚጸርፉኹምን ዚሰጕጉኹምን ጸልዩ። ደው ኢልኩም ክትጽልዩ ኸሎኹም ድማ፣ እቲ ኣብ ሰማይ ዘሎ ኣቦኹም በደልኩም ምእንቲ ኺሓድገልኩም፣ ኣብ ብጻይኩም ገለ እንተ ኣለኩም ሕደጉሉ። ንሓድሕድኩም እናተጻዋወርኩም እቲ ሓደ ኣብቲ ሓደ ክሲ እንተለዎ ይቕረ ተባሃሃሉ። ከምቲ ክርስቶስ ይቕረ ዝበለልኩም ንስኻትኩም ከምኡ ይቕረ በሉ። ንሕና ንዝበደሉና ከም ዝሓደግናሎም በደልና ሕደገልና። ንሰብ በደሎም እንተ ሓደግኩምሎም ንኣኻትኩም ድማ ናይ ሰማይ ኣቦኹም ክሓድገልኩም እዩ። ንሰብ በደሎም እንተ ዘይሓደግኩምሎም ግና ንኣኻትኩም ድማ ኣቦኹም ኣይክሓድገልኩምን እዩ። የሱስ ድማ፣ ኣቦይ ዚገብርዎ ኣይፈልጡን እዮም እሞ፣ ሕደገሎም በለ። ንኽዳውንቱ ኸኣ ዕጭ ኣውደቑሉ፣ ተማቐርዎ። ነቲ ኣብ ቅድሚ ዅሉ ሰብ ጽቡቕ ዚኸውን ደኣ ሕሰቡ እምበር፣ ንሓደ እኳ ኽፉእ ኣብ ክንዲ ኽፉእ ኣይትፍደይዎ። ዝከኣል እንተኾይኑስ ብኣኻትኩም ዝመጸ ምስ ኩሉ ሰብ ብሰላም ንበሩ ፍቑራተየ ንፍዳ ሕነ ናተይ እዩ ኣነ ክፈዲ እየ ይብል እግዛብሄር ጽሑፍ እዩ እሞ ነቲ መዓት ስፍራ ሕደግሉ እምበር ብዓላኻትኩም ሕነ ኣይትፍደዩ ጸላኢኻ እንተጠመየ ግና ኣብልዓዮ እንተጸምኤ እውን ኣስትዮ እዚ ብምግባርካ ጉሁር ሓዊ ኣብ ርእሱ ትእክብ ኣለኻ። ነቲ እከይ ደኣ ብሰናይ ጌርካ ስዓሮ እምበር እከይ ኣይትስዓሮ። ሽዑ ጴጥሮስ ቅርብ ኢሉ ጐይታይ፣ ሓወይ እንተ በደለንስ ክንደይ ሳዕ ክሓድገሉ? ክሳዕ ሾብዓተዶ? በሎ። የሱስ በለ፣ ክሳዕ ሰብዓ ሳዕ ሾብዓተ እምበር፣ ክሳዕ ሾብዓተ ሳዕ ኣይብለካን። ንርእስኹም ተጠንቀቑ። ሓውኻ እንተ በደለካ ግንሓዮ፣ እንተ ተጣዕሰ ሕደገሉ። ኣብ መዓልቲ ሸውዓተ ሳዕ እንተ በደለካ፣ ተጣዒሰ እናበለ ኸኣ ኣብ መዓልቲ ሸውዓተ ሳዕ ናባኻ እንተ ተመላለሰ ሕደገሉ። ሓውኻ እንተ በደለካ ኪድ፣ ንስኻን ንሱን ኣብ በይንኹም ግንሓዮ። እንተ ሰምዓካ ንሓውኻ ረባሕካዮ። እንተዘይሰማዕካ ግና ብኣፍ ክልተ ወይስ ሰለስተ ምስክር ኩሉ ነገር ይጸንዕ። ሓደ ወይ ክልተ ምሳኻ ውሰድ። ንዓኣታቶም እንተዘይሰምዖም ከኣ ንማሕበር ንገራ። ነታ ማሕበር እንተዘይሰምዓ ግና ከም ኣረምን ከም ተጋውን ረኣዮ። ኮርዩ ሓጢኣትካ ኣይትግበሩ። ኣብቲ ኩራኹም ጸሓይ ትዕረብኩም፣ ንድያብሎስ ከኣ ስፍራ ኣይትሃብዎ። ንኩራ ደንጓዪ ዝኾነ ካብ ጅግና ይበልጽ፣ ካብቲ ንኸተማ ዝሕዝ ከኣ መንፈሱ ዝገዝእ ይበልጽ። ምስትውዓል ንሰብ ንኩራ ደንጓዪ ይገብሮ። ንበደል ምሕላፍ ከኣ ክብረቱ እዩ። እምበኣርሲ ከም ሕሩያት ኣምላኽ ቅዱሳንን ፍቑራትን ኮይንኩም ምሕረት ልቢ፣ ለውሃት፣ ትሕትና፣ ዓቕሊ፣ ትዕግስቲ ልበሱ። ኣብ ልዕሊ እዚ ኹሉ እውን ፍቕሪ ማእሰር ፍጻሜ እያ እሞ ልበስዋ። ጽልኢ ቋየቛ የልዕል፣ ፍቕሪ ግና ንኹሉ ኣበሳ ትኽውሎ። ሓጢኣትና እንተ ተናዘዝና፣ ንሓጢኣትና ይቕረ ክብለልና፣ ካብ ኩሉ ዓመጻ ከንጽሃና እሙንን ጻድቕን እዩ። ኣሕዋተየ፣ ንስኻትኩም ንሓርነት ጽውዓት ኢኹም እሞ፣ ንሓድሕድኩም ብፍቕሪ ተገዛዝኡ እምበር፣ ነቲ ሓርነትዚ ንስጋ ምኽንያት ኣይትግበርዎ። እግዚኣብሄር ብመንገዲ ሓደ ሰብ ባህ እንተ በሎ፣ ነቶም ጸላእቱ እኳ ምስኡ ብሰላም የንብሮም። እምበኣርስከ ኣሰር ናይ ሰላምን ነገርን ኣሰር ኣሰር ንሓድሕድና ዝሃንጽን ንስዓብ። ከምቲ ኣነ ዘፍቅረኩም፣ ንሓድሕድኩም ክትፋቐሩ ትእዛዘይ እዚ እዩ።